ኣብዚ ዶብ ክሕንጸጸሉ ቀሪቡ ዘሎ እዋን ዝተፈላለዩ ምሁራት ኢትዮጵያውያን ብፍላይ ከዓ ተጋሩን ኣምሓሩን ብኢንተርነት ይኹን ብናይ ሬድዮ ማዕከናቶም ኢትዮጵያ ወደብ ዓሰብ እንተዘይረኺባ ኲናት ኣይክተርፍን'ዩ እንዳበሉ ዶብ ዘይብሉ ፈኸራ'ዮም ዘስምዑ ዘለዉ'ሞ ነዚ ክስን ፈኸራን ኢትዮጵያውያን ብኸመይ ትርእዮ? እወ እዚ ክንሪኦ ዝጸናሕና እንድዩ ማለትሲ ሕጂ እቲ ድምጺ በዚሑ ክኸውን ይኽእል ከምዚ ዝበልካዮ ብኹሉ ኩርናዓት ዝዋዓዋዕ ዘሎ ዘረባ'ዩ ኣነ እንታይ ምበልኩ ንሕና ከም ኤርትራውያን ዋላውን እቶም ካልኦት ኣሕዋትና ኢትዮጵያውያን ክጥምትዎ ዝግብኦም ኣብዛ ሕጂ ዘለናያ ግዜ ካልእ ከይሓወስካ ኣብ ካልእ ክመልጠካ ስለ ዝኽእል ኣብ ኢትዮጵያን ኣብ ኤርትራን ክልተ ኣጀንዳ ጥራሕ እዩ ዘሎ። እዚ ክልተ ኣጀንዳ እዚ እቲ ሓደ እዚ ኣጀንዳ ናይ ውግእ እዩ። እዚ ኣጀንዳ ናይ ውግእ እዚ ዳርጋ ክልተ መልክዕ ኣትሒዙ ይኸይድ ጸኒሑ ኣብቲ ዘለናዮ ከባቢ እቲ ቀዳማይ ኣጀንዳ ናይ ውግእ እዚ ወያነ ዝጀመሮ ውግእ ናይ ተሰዓን ሸሞንተን እዩ። እቲ ብፍላይ ንኢትዮጵያን ንብሄራት ኢትዮጵያን ንውድባት ኢትዮጵያን ዝምልከት ካልኣይ ክፋል ናይዚ ኣጀንዳ ናይ ውግእ እዚ ከኣ እዚ ካብ ከባቢ ተሰዓን ሰለስተን ተሰዓን ኣርባዕተን ጀሚርካ ኣብ ዝሓለፈ ሽዱሽተ ሸውዓተ ዓመታት ፈኸም እናበለ ክዓቢ ጸኒሑ ዘሎ ኣብ ሞንጎ ስርዓት ወያነን እተን ካልኦት ኣብ ኢትዮጵያ ዘለዋ ብሄራትን እዩ። እዚ ብ ጎንደር ጎጃም ኬድካ ከምኡ ዕግርግር ኣሎ። ኣብ ምብራቕ ምዕራብ መሬት ናይ ኦሮሞ እንድሕር ኬድካ ብወለጋ ኹን ብሃረር ከምኡ ተመሳሳሊ ውግኣት ኣሎ። ኣብ ምድሪ ኡጋዴን እንድሕር ኬድካ ብ ናይ ሶማል ውግኣት ኣሎ። ኣብ ምድሪ ዓፋር እንድሕር መጺእካ ከምኡ መጠኑ ንእስ ዝበለ ውግእ ኣሎ። ብጋምቤላ ተኺድካ ውግእ ኣሎ እዚ ብዝተፈላለየ ደረጃ ብዝተፈላለየ ዓቐን ኣብ ዝተፈላለየ ቦታ ዝግበር ውግኣት እዩ። ሓቂዩ ነዚ ክገልጾ ዝጸናሕኩ ኣብ መንጎ እቲ ስርዓትን እተን ብሄራትን ዘሎ ቀጻሊ ምርጻም ፍሉይ ዝገብሮ ወይ ከቢድ ዝገብሮ ኩሎም እዞም ክንጠቕሶም ዝጸናሕና ምንቅስቓሳት ብጎንደር ብጎጃም ዘሎ ኹን ብወለጋ ብሃረር ዘሎ ኹን ዋላ ብሶማል ዘሎ ብዓፋር ዘሎ ኩሎም እዞም ምንቅስቓሳት እዚኣቶም ናይ ህዝቢ ደገፍ ዘለዎም ምዃኖም እዩ። ናይ ህዝቢ ደገፍ ዘለዎም ስለ ዝኾነ ኸኣ ኣናኣኢስካ ዝረኣዩ ኣይኮኑን ክብደት ኣለዎም ማለተይ እዩ እዚ እቲ ክልተ ገጻት ናይ ውግእ ኣጀንዳ እንብሎ ማለት እዩ። እዚ ናይ ውድባት ወይ ብሄራት ኢትዮጵያ ዘካይድኦ ውግእ፣ ኣዝዩ ሰፊሕ እዩ፣ ከም ኩሉ ህዝባዊ ምንቅስቓሳት ከኣ መትሓዚ መጨበጢ የብሉን። ብቐሊሉ ሎሚ ጽባሕ ክውዳእ ይኽእል እዩ ኢልካ ውን ን ሎሚ ክንውድእ ኢና ጽባሕ ክንውድእ ኢና ኢልካ ትኸዶ ውግእ ውን ኣይኮነን፣ ብኸምኡ ክትሓስብ ኣይትኽእልን ኢኻ። እንታይ እዩ ከም ዝኾነ ናይ ህዝቢ ምንቅስቓስ መሰረት ኣብ ህዝቢ ስለ ዘለዎ። ከምዚ ስለ ዝኾነ ብዝጸንሐ ኣጠማምታ ናይ ወያነ ውግእ ኣንጻር ዘን ብሄራት ኢትዮጵያ ሰፊሕ እዩ በቲ ሓደ ዝወስዶ ግዜ ከኣ ኣብ ግምት ኣእቲኻ ወያነ ክዕወተሉ እንተኾይኑ ኩልሳዕ ከም ቅድመ ኩነት ሒዝዎ ዝጸንሐ ኣብ ዝሓለፈ ሰለስተ ዓመት መጀመርያ እዚ ኣንጻር ኤርትራ ዘሎ ውግእ ክውዳእ ኣለዎ ከም ቅድመ ኩነት ማለት እዩ። እዚ ክገልጾ ዝጸናሕኩስ እዚ ውግእ እዚ ሰፊሕ እዩ። ምስ ብሄራት ፍቐዶ ዝተፈላለየ ከባቢታት ናይ ኢትዮጵያ ሃፍቲኻ ትገብሮ ግዜ ዝሓትት እዩ። ኣብ ህዝቢ መሰረት ስለዘለዎ እውን ብቐሊል ዝውዳእ ኣይኮነን። ስለዚ እዚ ኣጀንዳ እዚ ክዕወት እንድሕር ኮይኑቲ ቅድም ቀልጢፍካ ክውዳእ ዝኽእል ኣብ ሓጺር እዋን ኣስመራ ክትኣቱ ትኽእል ኣብ ሓጺር እዋን ነቲ መንግስቲ ኣብ ኤርትራ ዘሎ ከተልግሶ ትኽእል እዚ ቅድም እቲ ናይ ኤርትራ ክንውድኦ ኣለና ተባሂሉ እዩ ከኸይድ ጸኒሑ ኣብ ዝሓለፈ ሰለስተ ዓመት ከምዚ ስለ ዝኾነ ስዕረት ናይ ኤርትራ ከም ቅድመ ኩነት ወይ ከም ቅድም ክፍጸም ዘለዎ ነቲ ካልኣይ ኣብ ኢትዮጵያ ክመጽእ ዝኽእል ምርግጋእ እዩ ተሓሲቡ ክግበር ጸኒሑ። ከምቲ ዝረኣናዮ ከኣ ንኤርትራ ንምስዓር ኣብ ሓጺር እዋን ኣይተኻእለን። ትስዓን ሸሞንተን ክእቶ እዩ ተባሂሉ ኣይተኣትወን፣ ትስዓን ሸውዓተን፣ ትስዓን ትሽዓተን ክእቶ እዩ ተባሂሉ ኣይተኣትወን፣ ክልተ ሽሕ ዓመተ ምህረት ዝሰፍሐ ዝኣክል ምድላው ተገይርሉ ኣብ ሓጺር እዋን ክንኣቱ ኢና ተባሂሉ ዝተገብረ ከምቲ ዝረኣናዮ እቲ ዝበዝሐ ክሳራ ኣጋጢሙ እዚ እውን ክዕወት ኣይተኻእለን። ኣብ ኤርትራ ዝፈርስ ግንባር የለን። በንጻሩ እቲ ዝፈርስ ግንባር እቲ ግንባር ናይ ኢህወደግ እዚ ኣብ ውሽጢ ወያነ ዘሎ ናይ ፖለቲካ ፍልልይ ኮታ እቲ ናይ መሃል ሃገር ግንባር እቲ ኣብ ውሽጢ እቲ ሃገር ዘሎ ናይ ፖለቲካ ግንባር ዘፈርስ እንተዘይኮይኑ ኣብ ኤርትራ ዝፈርስ ግንባር የለን። ብቐሊል ዝመጽእ ዓወት የለን። እዚ እቲ ሓቅነት እናሓዘ መጺኡ ማለት እዩ።
ኢህኣደግ ዝበሃል ሓይሊ ኣይህሉን ዝብል ርእይቶ ትኽክለኛ እዩ። እኻብ ኢህኣደግ የበይ እዚ እኒሀ ዝብል ኢህኣደግ ያው ንግዚኡ ባዕሉ ካብ ዝገምገሞ ተተበገስና እዩ ዝሕሸና። ንግዚኡ ባዕሉ ዝገምገሞ ኣብ መንታ መንገዲ እየ ዘለኹ ኢሉ እዩ ኢህኣደግ። ኣብ መንታ መንገዲ እየ እኒሀኹ ወይ ቅራና መንገዲ እየ እኒሀኹ meaning ያው ከይዱ ከይዱ እቲ ሓደጋ ወይ ጠቕሊሉ ወያናይ ዲሞክራሲያዊ ውድብ ናይ ህዝቢ መገልገሊ ናይ ህዝቢ መራሕን ውድብ ምዃኑ ህዝቢ ዝጥቀመሉ ውድብ ምዃኑ ተሪፉ ፅገተኛ ገዛእ ደርብን ሓይልን ክኸውን ወይ ድማ ቀልጢፉ እታ ጉድለቱ እታ ድኽመቱ ኣሪሙ ቶሎ ናፍታ መስመሩ ተመሊሱ ክወፅእ ኣብ ናይ መጨረሻ መንቅርቅር ዘለዋ ቦታ ሓዲኣ ናብ ሓዲኣ ዝወስድኦም መንገዲ ከይዱ ከይዱ ከም ዝበፅሐ ቅሚጡ እዩ ስለዚ ኢህኣዴግ ክሳብ እንቐብፆ ምስኡ ኮይና ክንጋደል ክንግደድ ኢና ክሳብ እንቐብፆ ጠቕሊልና ማለት እዩ እታ ተኸባቢርካ ዝተባሃለት እውን ተኸባቢርካ ምንባር ካሊእ መንገዲ የብላን እታ ቃልሲ እውን ንሳ እዩ ነይራ ማዕርነታዊ ሓድነት እያ ትብል ብማዕረስ ሓድነትና ነረጋግፅ እያ ዘይኾን እንተኾይኑ መሰልና ተጠቂምና ንውስን እያ ነይራ ቀደም እውን ንበተን ኣይኮነን ነይሩ ተዕላማ ሓቢርካ ካብ ፌደራላዊ ስርዓት ምውሳድ እያ ፀገም ተልያከ ክሳዕ ምንፃል ኮይ ኣትብልታ ዓንቀፅ ሰለሳን ትሽዓተን ትፈልጡ እዮም ናይ እንትና ዓንቀፅ የብልና ንሕና ናይ ትግራይ ዓንቀፅ ሰለሳን ትሽዓተን ኣላ ዝኸፍኦ ወይ ብካሊእ ምክንያት ዘይደለየ ይጠቐመላ ናብ ባእሲ ናብ ውግእ ይንኣቱ ዩ ክትብተን እያ ተዓዲ ዝበልናዮ ጀሚሩ ዩ ጀሚሩ ዩ ምክባር ተዘይሃልያ ትግራይ ኮነን በዚ ክኸይድ እየ ዝብል ኩሉ ክብተን እዩ በቢ ዘለዎ ስለዚ ክጋፋሕ እዩ ማለት እዩ መሰሉ ክፅቀጥ ዝደሊ ህዝብስ የለን እዩ መሰሉ ክፅቀጥ ዝደሊ ህዝቢ የለን ኢህኣደግ ዝበሃል ሓይሊ ኣይህሉን ዝብል ርእይቶ ትኽክለኛ እዩ። ኣብ ኤርትራ ዝፈርስ ግንባር የለን በንጻሩቲ ዝፈርስ ግንባር እቲ ግንባር ናይ ኢህወደግ እዚ ኣብ ውሽጢ ወያነ ዘሎ ናይ ፖለቲካ ፍልልይ ኮታ እቲ ናይ መሃል ሃገር ግንባር እቲ ኣብ ውሽጢ እቲ ሃገር ዘሎ ናይ ፖለቲካ ግንባር ዝፈርስ እንተዘይኮይኑ ኣብ ኤርትራ ዝፈርስ ግንባር የለን።